ምግበይ ብቐዳይ እውን ሓሳብ ሂበካ እየ እዮብ እየድሕነካ እቲ ሓደ እየድሕን ሰራዊት ሰልፊ ክገብር መሕፈሪ እዩ ሕዙ ምፅና ተሓግዙና እንተኽኢልኩም ከዓ ንኣቶም እምንዎም ሕዚ ግን እታ መወዳእታ መርገፅ ትኾን ግን ክሃድልካ ዝግበር ነገር እውን የለን ህዝብና ይስማዕና ኣነ ክፋል ህዝቢ እየ ሕነቐይ ዘለኩ
ይውሰደ ኣሎ ኣብ ሽረ መንእሰይ ሻዕብያ ይወስዶ ኣሎ ከምኡ ዝብል ሓበሬታ የብለይን ኣነ እዚ እንዳሰማዕና ኮለና እዞም ሰባት እዚኣቶም ላንድ ክሮዘር ጸለምቲ ላንድ ክሮዘር ገይሮም
ክቡራትን ፍትዋትን ከመይ ቀኒኹም። ግን ደሓን ኢና መቸም እስኻ ከመ ኣለኻ ኣይጠፊእኻን ዲኻ። ኣነ እግዚኣብሔር ይመስገን ሰላም ኣለኹ ናብ ናይ ሎምዓንቲ ቪድዮ ቅድሚ ሒዘኩም ምስጋረይ ብዙሕ ዕላላት ኣሎ እንድዩ ግን ንስኻትኩም ነዚ ቻናል እዚ ሓደሽቲ እንድሕር ድኣ ኮይንኩም ኩሉ ግዜ እትገብርዎ ነገር ሳብስክራይብ ላይክ ካሜን ሼር ብምግባር ናብ ካልኦት ክተባጽሑለይ ነዚ ፕሮግራም ይዕድመኩም ነባራት እንተኾይንኩም ድማ ሃናጻይ ርእይቶኹም ክትጽሕፉ ወዲ ኢረይ ላይክ ላይክ ገይረለይ ኣሎ ነዚ ቪድዮ ማለት እዩ ብጣዕሚ የቐኔለይ ክብለካ ይደሊ ማለት እዩ ኩሉ ግዜ እዩ ርእይቶ ዝህብ ዮናስ ሰሎሞን ብተመሳሳሊ ብፍላይ ኣብታ ናይ እዚ ብዛል ኣንበሳ ዝበላ ከብደ እያ በሊዓትኒ ኢሎ ኣሎ ማለት እዩ ብጣዕሚ ኣሕዚናቶ ዘላ ብጣዕሚ ፍሉይ ታሪኽ እዩ ዘሎ ብጣዕሚ ከምኡ ኢና ንሕና በቃ ዮናስ ሰሎሞን ሽደን ሓወይ ኣነ የድንቐካ እየ ኢልኒ ኣሎ ቴንክ ዩ ብጣዕሚ እግዚኣብሔር ይሃበለይ የቐንየለይ ክብረት ይሃበለይ ናብ ናይ ሎማዓንቲ ቪድዮ እስኪ ሒዘኩም ክሰግር ዘስሕቑ ቪድዮታት ኣለዎም ኣብ መጀመርያ ዝገርም ትሕዝቶ እዩ ዘሎ ፍሉይ ዝኾነ ቪድዮ ኣብ ናይ ሎማዓንቲ ቪድዮ ክትረኽቡ ኢኹም ንኣብነት ከምዚ ናይ ዝሓውና ዝበለ ዶርሆ ብዝምልከት እንዳ ዶርሆ ምፍራይ ኮይንካ መዓልካ ከምዚ እዩ ዶርሆ ተፍሪ ተኮይንካ መዓልካ ከምዚ ይኸውን ዝኽእል ማክሲማም ግን ናይዚ ከዓ ይፍለይ መውዓሊኡ ዘይኮነስ ዋላ ምሕዳር ይቐይሩ ዘሎ እስከ

ፍርቂ ናይቲ ምግቢ ንስኻ ትበልዐለን መስለኒ ንሱ እዩ ዝበልዖ ይመስለኒ ፍርቁ ዝጠረ ንሱ እዩ ፍርቂ ድምፅስ ክኢልዎ እዩ ፍርቁ ማለት ከምዚ ፋን ኮይኑስ ንእግረ መንገድኻ እንዳሰራሕኻ ስለዝኾነ ፅቡቕ እዩ።

ሓራይ በጃጅልዋ በሎ እዚኣ ከዓ እንታይ እዩ ማለት እዩ ልኹኽ ኣቢሉ ግጥም ኣቢሉ ኣየር እዮ ስኢንዋ ኣየር ኣየር ዝበሃል ነገር የለን ንፋስ ሃባ ዕድል ሃባ ፅባሕ እንተለያ ትልካ ኢኻ ክትስዕማ ትኽእል ደጊምካ ወድነይ ኣታ ረዮ ረዮ የለይ ረዮ የለይ ግሂፅዋ እግሃጽካ እዋይ እዛ ጋሕማጥ ጽባሕ ንጎስ እትየ ኔረ ኣይፈለጥኩን ካሜራ ከም ተሳኣልኩ ገለ እያ ክትብል ኣተን ኣሕዋተይ በጃኽን እዚ እንደርሱ ደኣ ዓሸራ ምዃኑ ይፍልጥ እኮ እዩ ከም ናይ ዕፉን እኮ የግሂጽዎ ግን ሓዳር ኣሎ ቆልዑት ክትወልዳ ኢኽን ከምዚ ዓይነት ስእልታት ክወጽእ ከሎ ጽባሕ ንጎ ኣብ ሓዳርክን ሽግር ከምጻልክን ስለ ዝኽእል ኣሕዋተይ ተጠንቀቓ በጃኽን በጃኽን እዚ ሃርሂሩ እዩ ጸኒሑ ነይሩ በቃ ከምዚ ታይ እዩ ዝበሃል ዝብኢ ናይ ወጋሕታ ዝብኢ ዘሎ ኣብ ማእከል መንገዲ ረኺቡካ ናፍተይ ይምለስ ንዳሓረይ ይምለስ ኢሉ በቃ ታይ እዩ ዝበሃል ኦክስጅን ኣስኢንዋ ኦክስጅን ዝበሃል ነገር የለን ኣየር የሎ'ዩ ንወዲሰብ ንኸተንፍስ እባ በልዎ ሓደራኻ ብሰማይን ብመሬትን ታይ እንዳገበራ ሞይታ እዩ ክበሃል ሕጂ ኣብ መወዳእትኡ እስኪ ብስሩ እዚ መሕዘኒ እዩ ጽቡቕ ጽቡቕ ናብቲ ዝቕጽል ዘሎ ክንከይድ ኢና ጽቡቕ ኢልና ኢና ክንሓልፍ እምበር ታይ ድኣ ክንገብር ስዑዲ እትው ምስ በልካ ዝረኣኻዬ ዝረኣየካን ዝጸንሓካን ኮምዚ እዩ ኣፋላላዩ ዲፈረንሱ ማለት እዩ ስምዕዎ ኣነ ኣይኮንኩን ዝወቅስ ዘለኩ ሓደስ ኣታ ንሱዕዲ ኮምዚኣ ኢልካ ዝለኣክካኒ ሰብ ኣበይ ኣለካ። ሱዕዲ እቱ ምስ በልካዮ ሓመድ ኣይትረግፅን ዝበልካኒ ፉቃት ኢካ እናረኣካ ትከድ ዝበልካኒ። እዙይ ድኣ ናይ መን ደንደኳ እዩ ወዲ ገለ እዙይ ድኣ ኣበይ እዩ ኣታ እዙይ ድኣ ትግራይ ድዩ ወዲ እዛ ቆርማድ ከምኡ ጌርካ ንኣይ ሸዊድካኒ ዘምፃኻኒ ከምዚ ከማይ ሱዕዲ በቃ እዚእዩ ዝበሃል ዘሎ ስብኣልት ሲልኩም ነዋሕቲ ፍቋት እናረኣኹም ክትውዕሉ መሲልኩም ዝመጻኹም እስኪ ላይክ ወድዋን እዛ ቪድዮ እዚኣ
ነዚ ነዚ ደኣ ገዛና ነይሩ እንዲ ናይ ገዛና ዋልካ ደ ይፅብቕን ከመይ ዝኣመሰለ ወድነይ ኣብ ገዛኻ ምስ ኣዴኻ ንሽለ እንጀራ ከምኡ እዩ እኮ ሓደ ሓደ ግዜ ግን መርገምያ ወላዲ ዝተዘይቀተለ ይዕነይኒ ዝበሃል ከምኡ እዩ ለካ ስኢሉ ፈቆዶ እዛ መሬት ሰለስተ ሚእትን ስሳን ዲግሪ ከም ማጅላን ዘዙረና ዘሎ ንሱ እዩ መርገም ወላዲ መርገም ወላዲ ሕማቅ እዩ መርገም ወላዲ ሕማቅ ኢሉ መርገም ኣዴካ ሸውዓተ ዓሌት ከኣ እዩ ዝበቁስ ኢልዎ መርገም ወላዲ ከታ እዩ ነበረ ዕጽምቲ ይሰብር ድዩ ዝብል ነበረ ከምኡ ነገር እዩ መርገም ወላዲ ዓጽሚ ይሰብር መርገም ኣቦካ ማለት እዩ መርገም ወላዲትካ ከኣ ሸውዓተ ዓሌት ከቢድ ኢልዎ መጽሓፈ ምሳሌ ማለት እዩ መጽሓፍ ቅዱስ ሕጂ መርገም ወላዲ እዩ ከምዚ ገብረካ እምበር ኣብ ገዛና ዘሎ ድሕሪ ገዛና ዘሎ ዋልካ ኣብኡ ኣብኡ ዘሎ መውዓለ ጣልን መውዓለ በጊዕን ደኣ ብስሩ ከመይ ዝኣመሰለ ብ እዚ ጥርሑ እንዶ ከይድኒ ከመይ ኢለን ከ እንተን ኣባጊዕ በዚሐን ዝብል ዓብዪ መልእኽቲ ንስደተይናታት። ሰላም ሰላም ሎማዓንቲ ዓገብ ክብሎ መጼ ዘለኹ ክሪኦ ክሰምዖ ሓሲቤዮ ዘይፈልጥ ነገር እዩ ራይዎሞ እዚ ቪድዮ ከምዚ ትሪኢዎ ዘለኹም እዞም ሰባት እዚኣቶም ኣብ ማሕበራዊ ሜድያ ወጺኦም ብመንገዲ ቲክቶክ ካብ ኢትዮጵያ ካብ ኡጋንዳ ካብ ሱዳን ንሊብያ ክትሰግሩ ትደልዩስ ብውሽጢ ርኸቡና ኣብሉ ሰባት ምስግጋር ኣድቨርታይዝመንት ጌርካ መወዓውዒ ጌርካ ኣብ ማሕበራዊ ሜድያ ኣብ ልዕሊ ኤርትራውያን ጥራይ እዩ ክፍጸም ዝኽእል ክሳብ ክንደይ ኢና ከም ሕብረተሰብ ወዲቕና ዘለና እቲ ዝዓበየ ገበን ኣብ ዓለምና ምስግጋር ደቂ ሰባት እዩ ዘይሕጋዊ ምስግጋር ደቂ ሰባት ኣብዚ ሰዓት እዚ ሊብያ ማለት ሞት ማለት እዩ። መንገዲ ሊብያ ማለት መንገዲ ሞት ማለት እዩ። ኣብዛ ወርሒ እዚኣ ጥቅምቲ ኢና ዘለና ጥቅምቲ 3 368 ንጹሃን ነፍሳት ኣብ ባሕሪ ላምፔዱሳ ናይ ዝጠሓሉ ነብዕል ነርና። መዓልቲ መዓልቲ ከኣ ሰባት ኣብ ባሕሪ ጠፊኦም ካብ ባሕሪ ተመሊሶም ዝብልካ ዜናታት ንሰምዕ ኣለና። እዚ እንዳሰማዕና ከለና እዞም ሰባት እዚኣቶም ላንድ ክሩዘር ጸለምቲ ላንድ ክሩዘር ገይሮም መንእሰያት የዋናውኑ ኣለዉ። እቶም ብሰላም ኣብ ኢትዮጵያ ኣብ ኡጋንዳ ኣብ ሱዳን ዝነብሩ ዘለዉ ንዑመ መንገዲ ጥፍኣት ኢሎም ይጽውዕዎም ኣለዉ። እዞም ሰባት እዚኣቶም ኩላትና ኩሉ ኤርትራዊ ኣበይ እዮም ዘለዉ ፍሒርና ክነውፅኦም ክንክእል ኣለና። ኣድቨርታይዝመንት እንዳገበርካ ሂዩማን ትራፊኪንግ ኣብ ኤርትራውያን ጥራይ እዩ። ኣቱም ነዚ ሰሚዕኹም መንገዲ ሊብያ ትሓስቡ ዘለኹም ከኣ ግደፉ። መንገዲ ሊብያ ማለት መንገዲ ሞት እዩ። ራእይዎ እዚ ስእሊ እዩ። እዚ ትርእይዎ ዘለኹም ስእሊ ንሊብያ ክመፁ ኣብ መንገዲ ናይ ዝጠፉ እዩ። ዋና ዘይብሉ ሬሳታት ሓመድ ድበ ዘይረኸበ እዚ እዩ ዝገጥመካ። ሊብያ ምስ ኣተኻ እውን ንኤውሮጳ ትኣቱ ማለት ኣይኮነን። ሰማንያ ሚእታዊት ቴስዓ ሚእታዊት ወይ ኣብ ባሕሪ ትተርፍ ወይ ተታሒዝካ ኣብ እስሪ ቤት ኢኻ ትኣቱ። ርኣይዎም እዚኦም ትርእይዎም ዘለኹም ክሰግሩ ፈቲኖም ብሓይሊ ባሕሪ ናይ ሊብያ ተታሒዞም ዝተመልሱ እዮም። ምስ ተመለሱ ኸኒ ኣብዛ ትርእይዋ ዘለኹም እስሪ ቤት እዮም ዝኣቱ። ስለዚ ሊብያ ምምጻእ ማለት መንገዲ ጥፍኣት ምምጻእ ማለት እዩ። እወ ነቶም ዘሰዱድና ዘለዉ ዘጥፍኡና ዘለዉ ካብ ዓድና ሰላም ኣይነንብርን ኢሎምና ዘለዉ ፈጣሪ ዕድሚኦም ብዝኾነ መንገዲ ወይ ልቢ ይሃቦም መጀመርያ ልቢ ኣይንገብርን እንተኢሎም ግን ቅድም ቀዳድም ጸሎት እዩ ጽቡቅ ተኣብዮም ግን ከም ገለ ጌሩ በቃ ከም ገለ ጌሩ ብሓይለ ጥበቡ ክኣልዮም ልዕሊ ዓቅሚ ስለ ዝኮኑ ማለት እዩ ማለት እዚ ዝሕዝን ነገር የብሉን ፍጹም ትራጀዲ እዩ ግን ልዕሊ ዓቅሚ ምኳኖም ግን ዘገርም ስለ ዝኮነ እዩ ካልኣይ ከኣ ቅጽል ኣቢልና ካብ ንሪኦ ዘለና ጉዳጉድ እዚ ትሪእዎ ዘለኩም ጉዳጉድ ሄኖክ ክዛረበሉ ዘሎ ስቃይን መገፋዕትን ብዙሓት ሰባት ሪኢኩሞ ኢኩም እሞ ነዚ ከኣ ሕጂ ውን መፋለጢ መዋዓውዒ ይሰርሕሉ ኣለዉ ዝቀደመ ሰብ ሃሊቁ ትውልዱ ባዲሙ ጻኒቱ ባህሊ የለ ካሊእ የለ ኩሉ መማረጺ ስለ ዘይብሉ ሰብ ከም ዝከድ ማለት ውን ብጣዕሚ ተጸጊሙ ተሸጊሩ ሰብ ከም ዝከይድ ይፍለጥ ዩ እንተ ኮነ ግን ኣሕዋት መማረጺ ዘይብሉ መማረጺ ውን ከም መማረጺ ዝውሰድ ነገር ኣይኮነን እዮም ዝብሉና ዘለዉ ስለዚ ብዝዓቅምና ብዝዓቅምና ዋላ ሻሂ ኣፍሊሒናስ ይኩን ዘይትውን ሸይጥናስ ይኩን ዝኮነ ይኩን ነገር ገይርና እንነብረሉ ዕድላት እንተ ዘጣጥሓልና ፈጣሪ ናብኡ እንተ ንምለስ ይሓይሽ ከምዚ ዓይነት ነገር ብጣዕሚ ከብድኻ ዝበልዕ ነገር እዩ ስሕት ኢሉ ካብ ሓደ ካብ ሚእቲ ሓደ ካብ ሚእቲ ክልተ ሓሊፎም ዘርእዩኻ ምናልባት ተለዊጦም ሪኢኻ ክትከውን ትኽእል ኢኻ ከምዚ ዓይነት ነገር ርኢና ክንከውን ንኽእል ኢና እዚ ግን ኣዝዩ ብጣዕሚ ሓደገይና ዝኾነ ጉዳይ እዩ ቀጺልና ኣለና ጉዳይ ንዓኹም ሒዝና ናበይ ትብል። ደቂ ዓበይቲ ሎምዓንቲ ዲዲኣር ተቐቢልና ካብ ትዲኤፍ ተሰናቢትና ኒኢናና መንግስቲ ማለት እዩ ዛላኣኹም ሒዝና ገለልቲ ምነረት ልባዕልኻ ሒዝኻ ግበራ ካብ ኣነለ ልባዕለይ ሒዘ ክነብር እየ ካብዚ ላብዚ ንስኻ ኣይትፈልጠኒ ኣነ ይፈልጠካ ህህ ሂወትና ንምራሕ ማለት እዩ።
እሺ ሰራዊት ክስለፍ መሕፈሪ እዩ ነውሪ እዩ ዝብል ጉዳይ ንቐፅል እስኪ። ሰራዊት ሰልፊ ክገብር መሕፈሪ እዩ ኣይከኣልን እፁ እዩ ብዓለም ኣቀፍ ብሃገር ኣቀፍ ብትግራይ ኣይከኣልን ኣለበለዚያ ታይ ሰራዊት የድልዮ ዘይከድዓኪ ህዝቢ ክዕምፅ በዓል ሃፍቲ ክዕምፅ ወይ ከዓ መንግስቲ ክዕምፅ ታይ ልውደን ሕጂ ትገብዙ ከምዚ ዝበሃል ሕጊ የለን ኣይሰርሕን መዋረዲ ህዝቢ ተግባር እዮም ፈፂሞም ውግኣት ናብ ዝሓለፈ ናብ መቐለ ወጺኦም ክራንች ሒዞም ሕዚ ብመቐለ ክሓልፉ ክሪኦም ተሎ እቲ ህዝቢ ብጣዕሚ እዩ ዝንዕቆም።
ኣሜዚንግ እዩ በቃ ኣሜዚንግ ዝዛረቡ ኣይፈልጡን ምባል ይከኣል በቃ እዚ እዩ ተራእዩኒ ኣነ ዋላ እዞም ኣቦ ዝዛረብዎ ዘለው ነገር ኣይፈልጡን ሰብ ጸጊምዎ መማረጺ እንተ ስኢኑ ሕክምና ስኢኑ ክኸውን ይኽእል ወይ ከኣ ዝብላዕ ስኢኑ ክኾን ይኽእል ብጣዕሚ ብጣዕሚ ኣዝዩ ዝኸፈኣ ናይ ግዕዝይና ናይ ብልሽውነት ብልሽው ኣሰራርሓ ጉዳይ እንተ ሒዙ ኣብ ዓለም ተራእዮ ኣይፈልጥን ኣብ ታሪኽ ተራእዮ ኣይፈልጥን ዝበልዎ እዞም ወላዲ እውን ፈጺሙ ስሕተት ስለ ዝኾነ ማለት እዩ ካርኔሽን ሪቮሉሽን እዩ ዝበሃል ኣብ ፖርቹጋል፣ ሚያዝያ ዕስራን ሓሙሽተን ዓሰርተ ትሽዓተ ሰብዓን ኣርባዕተን ዓመተ ምህረት ሰላማዊ ሰልፊ ዝተወፀ እዩ። እዞም ሰላማዊ ሰልፊ ዝወፁ ንኣስታት ኣርባዓን ሓሙሽተን፣ ኣርባዓን ሸሞንተን ዓመት ዝመርሐ ዲክታተር ዝኾነ ናይ ፖርቹጋል መራሒ ብጣዕሚ ነታ ዓዲ ኣሳቒዋ። ኣብ መወዳእታ ከዓ ኩለን ዓለማት እቲ ባዕዳዊ መግዛእቲ ዝበሃል ጉዳይ ወይ ከኣ ኮሎንያሊዝም ወዲኦን እንተለዋ ማለት እዩ። መንግስቶም ግን ኣብ ዝተፈላለዩ ናይ ኣፍሪካ ዓድታት ከም በዓል ኣንጎላ፣ ሞዛምቢክ፣ ጊኒ ቢሳው ዝመሳሰሉ ኣብ ኣፍሪካ ማለት እዩ ነዊሕ ዝኾነ ኹናት ይገብር ነይሩ። ስዖ እቶም ህዝቢ ግደፎ ከም ሃገርካ ኹን ማለት ካልኦት ዓድታትሲ ኣረኪበን እቲ ባዕዳዊ መግዛእተንስ ገዲፎንኦ ወጺኤን እየን ንስኻ ውን ከምኡ ጌርካ ንዓ ገዲፍካዮ ውጻእ ተበልዎ ኣይሰምዕን ኢልዎም እቲ መንግስቲ። ኣብዩ። ደሓር እዞም ሓይልታት ከኣ ወጺኦም ብተመሳሳሊ ምንም ተኹሲ ዝበሃል ኣይከፈቱን። ዓሚጾም ብዓመጽ ወጺኦም ናብ ኣደባባያት ማለትዩ። እቲ ህዝቢ ከኣ ተጸንቢሩዎም ኣብ ውሽጢ ገለመለ ሰዓታት ከኣ ብዘይ ምንም ተኹሲ ማለትዩ እቲ ዝጸንሐ ናይ ነዊሕ ዓመት ዲክታተርሺፕ ኣልዮም ማለትዩ ሓዱሽ መንግስቶም መስሪቶም። ይከኣልዩ። So ወታደራዊ ዓይ ከምዚ ዝበለ ክንፊ እዩ ተራእዩ ኣይፈልጥን ብዓለም ብታሪኽ ብወዘተ ገለ መዓት ታሪኻት እንዮም ዘለዉ ካብኣቶም ገሊኤ ጠቒሰ። ደሞዝ የብልናን ኢሉ ወጺኡ። ኩናት ብዘይኣግባቡ ናይ ምክያድ ተንደንስታት ገለ ይረኣዩ ኣለዉ። ንሕና ከኣ ንዕመጽ ኢና ዘለና። እንድሕር ወጺእና እውን፣ ከምዚ እንተኾይንና እውን፣ መሬትና ይሽየጥ ኣሎ፣ ከምዚ ኢልና ክንነብር ኣይንኽእልን ዝብል ጉዳይ እዮም ናብ ከምዚ ወሲዶሞ ዘለዉ ማለት። እዚ ዘሕዝን እዩ። ንዒቕዎም ህዝቢ ኢሉ። ውላዱ እንተንዒቑ እዚ ህዝቢ፣ who cares? ንዓይ እንተንዒቑኒ ኣነ እሞ ኣብ ክንድኡ ተሰዊኤ ክራንች ሒዘ ሕጂ እውን እንተንዒቑኒ ብዙሕ ጉዳይ ዘለኒ ኣይመስለንን። ክብሮም ባዕሎም ዝደርብዩ እንዳበለ እዩ።
መንእሰይ መሰልና እንተኢሉ ይሕነቕ እዩ ዘለኩ ይውሰደ ኣሎ ኣብ ሽረ መንእሰይ ሻዕብያ ይወስዶ ኣሎ ንሓነቕ ይጭወ ኣሎ ይጭወ ኣሎ ህዝቢ ሽረ ደቅኻ ይጭወ የለዉ ከፍ ኢልካ እናሃለኻ ይጨው እዮም ኣሎ ናብ ሻዕብያ ይጭውዎም ኣሎ ስርዓት ግበር በልዎም ስርዓት ግበር በልዎም እዚዩ ብደንቢ ክትርድዎ ዝግባኣኩ ምግበይ ብቐዳዩ እውን ሓሳብ ሂበካ እየ እዮብ እየድሕነካ እቲ ሓደ እየድሕን ክትገብሮ ዝግብኣካ ስራሕ ግን ግበር ኣለካ ትማል ደባሙና ወሪድካ እቲ ሓደ ወረድካ እንታ ትገብር ስራፎ ተሰቂልካ ህዝቢ ትግራይ ከመይ ክገብር ተጋዳላይ ሰብዓ ካሬ ስኢኑ እኮ እዩ እይ ዝብል ዘሎ ስድርኡ ይብሉ ኣለዉ መሊስካ ናብ ሓዊ ኣጒድካ ኣበይ ክገድፎም ደቁ ኣበይ ክትገድፎም ደቅኻ ትገራላይ ኣበይ ክትገድፎም ስድራኻ ተሒዝካያ ዘለኻ ስራሕ ስርዓት ግበሩ ውረዱ በልዎ መሰልና ይተሓለወልና ዘይኮነስ ይረዱ መሰልኩም ትሕሉ ግርም እሺ ቀጸልና ኣይንሰምዕን ኢና ንብሎም ቁጽዮን ማለት እዩ ወለዲ ኣኪቦሞም ዝነበሩ እዮም እዚኣቶም

እዚ ክንፍትሕ ንሕና ጽቡቅ እሺ በዚ ሓሳብ ትሳማምዑ ዶ ከመይ ኢኩም ንስካትኩም በዚ ናይዚ ሓውና ዝመጽ ዘሎ ሓሳብ ትሳማምዑ ዶ። ኣብቲ ክሊ ናይቲ ሰራዊት ትግራይ ተደሪኾም ዝለዓሉ ዘለዉ ሓሳባት ምርኣይ ይጠቅም እዩ ስለ ዝበልካ እየ ኣንተ ውን ዘልዐልኩልካ እቲ ሓደ ንኣብነት ጋዜጠኛ ዳዊት ከበደ ኣብ ዝሰርሖ ፕሮግራም መሰረት ገይሮም ንፕረዚደንት ግዝያዊ ምሕዳር ሌተናን ጀነራል ታደሰ ወረደ ካብ ስልጣን ንምእላይ ዝተገበረ ከም ዝኾነ ይወስድዎ ስለ ዘለዉ ኣብዚ ምፍታሽ እውን ፅቡቕ እዩ ሰሚዐዮ እየ ትክክል ኢኻ
ኢኮኖሚያዊ ሕቶ ኣይኮነን ናይ ናብራ ሕቶ ኣይኮነን እዮም ዝብሉ ዘለዉ እንታይ ደኣ እዩ እቲ ሕቶ እዮም ዝብሉ ዘለዉ ንሓደ ኣካል ፅንቶ ንምግባር እዩ እቲ ሕቶ እዮም ዝብሉ ዘለዉ እቲ ኣውራምባ ታይምስ እውን ጠቂስካ ተልዕሎ ዘለካ ማለት እዩ ኣነ ከዓ እንታይ ይብለ ኣለኹ ሓደ ከምኡ ዝብል ሓበሬታ የብለይን ኣነ ትርደን ዘለካ ከምኡ ዝብል ከምቲ ንሱ እዩ ኢሉ ይሟጎት ኣሎ ማለት እዩ ኢሉ ከም ጋዜጠኛ እናተንተነ ሰሚዑ እየ ኣብራምባ ታይምስ በቲ ካሊእ ገፅ ከዓ እንታይ ዝብሉ ኣለዉ በቲ ካሊእ ከዓ ኮነ ተባሂሉ እቲ ናይ ሰራዊት ሕቶ ተበሊፅካ ኣብ ትግራይ ዕግርግር ክፍጠር ህውከት ክፍጠር ውግእ ክፍጠር ዝግበር ዘሎ እዩ ከዓ ዝብሉን እዮም ተረዲኻን ደለኻ ትሕዘን ደለኻ ዘን ክልቲኤን እዚ ኣይጠቅምን እየ ዝብል ዘለኹ ኣነ ክኸውን ኣለዎ ዝብል ብጭቡጥ እቲ ሰራዊት ዘልዕለን ዘሎን ኣብ ኣዳራሽ ኮፍ ኢሉ ምስ ሓለፍቱ ዝተመያየጠለንን መልሲ ንደልየለንና ዝበልዎን ነጥቢ እየ ክወስድ ዝደሊ ይብለካ ኣለኹ። በቲን በቲን ዝውጠጥ ወጢጠ ባዕለይ ትርጉም ከትሕዝ ኣይደልን። ስለዘይጠቅም።
ኤግዛክትሊ ናይዚ ሰብኣይ ዘረባ ጽቡቕቲ እያ ማለት እዩ ማለት እታ ሕቶን እታ መልሳንሲ ንሳተን ማፕ ጌርካ ጥራሕ ምኻድ ይከኣል እዩ ናይ ሎማዓንቲ ቪድዮ ዝረኣኹሞ እዩ ዝመስል ብዙሓት ዜናታት ማለት እዩ ሓቂ ይኹን ሓሶታት ዘይፍለጡ ዝተፈላለዩ ዜናታት እዮም ዝመሓላለፉ ዘለዉ ካብቶም ዝመሓላለፉ ዘለዉ ጉዳያት ማሕበረ ጉዳያት ፖለቲካዊ ጉዳያት፣ ወቕታዊ ጉዳያት፣ ምስኣቶም ተታሒዞም ዝተዘርቡ ብዙሓት ዘረባታት ኣለዉ። እቶም ሓቂ ተባሂሎም ክእመነሎም ዘለዎም፣ እቶም መን ተዛሪብዎም፣ መዓዘኸ ተዛሪብዎም ዝብል መጫበጥን ጭብጥን ዘለዎም ቪድዮታት ነዚኦም እዮም ዝመስሉ ነይሮም። ክሳብ መወዳእታ መደብ ተኸታቲልኩምዎም፣ ኣብ መወዳእታ እዚ ናይ መናእሰይ ሕቶ ብምንታይ ክምለስ ይኸውን ወይ ከኣ ብምንታይ ምርድዳእ ተፈቲሑ ወይ ብምርዳእ እንተዘይተፈቲሑ ናብ ምንታይ ዓይነት ደረጃ ዓብዩ ክቕጽል ይኸውን ኣብ ቅድሚት ዝረኣ ጉዳይ እዩ ዝኸውን ማለት እዩ። ስለዚ ምስ መንእሰይ ኣይሰማማዕን እየ፣ ኣንጻር መንእሰይ ክንቀሳቐስ እየ ዝብል ዝኾነ ይኹን ሓይሊ ከምዚ ንከውሒ ምግጣም ድዩ ምድፋእ ከምኡ ዓይነት ተንደንሲ እዩ ዘለዎ ማለት እዩ። እዚ ከኣ ብጣዕሚ ስታግናንት ዝኾነ ቢሄቪየር ወይ ከኣ ከምዚ ሪጂድ ዝኾነ ኣካይዳ ተዘይኮይኑ ማለት እዩ ነዞም መናእሰይ ዝብልዎን ዝዛረብዎን ዘለዉ ሕቶታት ተቐቢልካ ምትእንጋድ እቲ ኣዝዩ ዝበለጸን ፍትሓዊ ተጠቃምነት ኣብ ልዕሊ መናእሰይ ከኣ ከስፍን ዝኽእል ምኽንያቱ ንሳቶም ዝደልይዎ ዘለዉ ጉዳይ እንታይ እዩ ብዝብል ብልዙብ ኮሚኒኬሽን ምፍታሕ ይከኣል እዩ። ምፍታሕ ክፈትሕ ዝደሊ ኣካል እንድሕርድኣ ተረኺቡ ማለት እዩ። ናይ ሎምዓንቲ ቪድዮ ነዚ ዝመስል ክሳብ መወዳእታ መደብ ተኸታቲልኩሞ ኣብ መወዳእታ ሃናጺ ርእይቶ ገዲፍኩም ኢኹም ትኸዱ ዘለኹም ኩሉኹም ብጣዕሚ ብጣዕሚ የመስግን የቐንየለይ ሉዋም ቅነ። Good light
ዳሕና ሕደሩ ኣሕዋተይ ማለቱ እዩ።